ኩላትና ትምህርቲ እንዳተምሃርና ከለና ተባኢስና ሃሪምና ተሃሪምና እውን ክንከውን ንኽእል ኢና እንተኾነ ግን መብዛሕቴና ዘጋጠመና ባእሲ ዓበ ሽግር ኮይኑ ከይመፀ ኣብ ቤት ትምህርቲ ከሎ ኢና ንፈትሖ ሓደ ሓደ ዘጋጥም ባእሲ ግን ካብ ቤት ትምህርቲ ሓሊፉ ኣብ ህይወትና ዓቢ ጽልዋ ገይሩ መኣዝን ህይወት ከስሕተና ይኽእል እዩ። ውኡ ዝተባህለ ተምሃራይ ናይ ሃይስኩል ድማ ከምዚ ዓይነት ዕጫ ይጋጢምዎ። ናብ ክላሶም ሓድሽ ተምሃራይ ይመጽእ እሞ ካብ መጠን ንላዕሊ ከሳቕዮ ይጅምር። ካብኡ ሓሊፉ እውን ኣብ ቅድሚ ኣፍቃሪቱ ይቕጥቅጦ። ገዛእ ርእሱ ምቁጽጻር ዘይከኣለ ውኡ፣ ፔሮ ገይሩ ሓንቲ ዓይኑ የፍስሶ ሕጊ ድማ ስለ ዘይምሕር ው ተፈሪድዎ ቤት ማእሰርቲ ይኣቱ ዘሕዝነካ ነገር ግን መከርኡ መሊሱ ኣብቲ ቤት ማእሰርቲ እዩ ገዲዱ ፈራሕ ምዃኑን ንእሸይ ምዃኑን ርዮም ናይቲ ቤት ማእሰርቲ ዓዋሉ የሳቕይዎ እቲ ዓይኑ ዝጠፍእ ተምሃራይ ድማ ናብቲ ቤት ማእሰርቲ እንዳመፀ እታ ትወፀላ መዓልቲ ብሃንቀውታ እየ ዝፅበያ ዘለኹ ልክዕ ምስ ወፀኻ ምስ ሞት ከራኽበኩም እየ እንዳበለ የፈራርሖ ኣብ መንጎ እዚ ክልተ ነገር ዝተቐርቀረው ህይወቱ ንኽቕይር ሓደ ኢሉ ይብገስ። ንሎሚ ንሪኣ ብክልተ ሽሕን ዕስራን ሓደን ሻርክ ዘ ቢግኒንግ ዘርእስታ ናይ ኣክሽን ድራማ ትሕዝቶ ዘለዋ ናይ ኮርያ ፊልም እያ። ኣብ መጀመርያ ናይቲ ፊልም ንሪኦ ሂዮን ዝተባህለ መንእሰይ እዩ ናይ ማርሻል ኣርት ውድድሩ ተዓዊቱ ናብ ገዝኡ ይምለስ ነበረ ኣብ መኪና ከሎ ኣዲኡ ደዊላ ጥዑም ዜና ተበስሮ ንዘመናት ዝተፈለየቶ ሓፍቱ ንገዛ ከም ዝተመልሰት ትነግሮ። ገዝኡ ምስ በጽሐ ግን ዘጋጠሞ ካልእ ነገር እዩ ነይሩ። ናይቲ ገዛ ልቺ ኩሉ ጠፊኡ። ኩሎም ዝደቀሱ ይመስሉ። ፍርጅ ምስ ከፈተ ድማ ኢዱ ደም ይጽየቕ። ኣብቲ ገዛ ጥዑይ ገይሩ ምስ ፈተሸ ግን ኣዲኡን ሓፍቱን ሞይተን ይጸንሕኦ። ንዐኣን ሪኡ ገና ኣብ ስንባደ ከሎ ሃንደበት ብድሕሪኡ ካልእ ሰብ መጺኡ ይሓንቆ። ሽዑ ብኽንደይ ሓይሊ ክሳዱ ካብቲ ዝተሓንቆ ኣውጺኡ ክበኣሱ ይጅምሩ። ሽዑ ግን መሊሱ ድማ ካልኣይ መጺእዎ በይኑ ምስ ክልቲኦም ክበኣስ ይጅምር። ድሕሪ ነዊሕ ባእሲ ሓያል ስለ ዝነበረ ንኽልቲኦም ሃሪሙ ይቐትሎም። እንተኾነ ግን ሰብ ቀቲልካ ተባሂሉ ተፈሪድዎ ቤት ማእሰርቲ ይኣቱ። ኣብቲ ዓዲ ድማ ካልእ ዉኡ ዝተባህለ ቆልዓ ማለት ኣብቲ መእተዊ ዝነገርኩኹም ኣዝዩ ንፉዕ ተምሃራይ ግን ከኣ ፈራሕ ነበረ። ቀጺሉ ሓደ ሲኮ ዝተባህለ ናብቲ ቤት ትምህርቲ ሓድሽ ተምሃራይ ይመጽእ። ሲኮ ኣዝዩ ተባኣሳይን ካባይ ንላዕሊ ዝሕይል የለን ኢሉ ዝምካሕ ኣዝዩ ትዕቢተኛ ተምሃራይ እዩ። ኣብታ ዝኣተወላ መዓልቲ ኣብ ናይ ዕረፍቲ ግዜ ድማ ነቲ ናይቲ ቤት ትምህርቲ ኣርሓ ቀጥቂጡ ካብ ሎሚ ንደሓር ኣርሓ ኣነ እየ ይብሎ። ኣብቲ ውሽጢ ክላስ ድማ ንእኡ ርእይዎ ቀደም ኣብ ኤለመንታሪ ብሓንሳብ ከም ዝተምሃሩ ትዝ ይብሎ። ኤለመንታሪ ኮለዉ የሳቕዮ እዩ ነይሩ ሕጂ ውን ኣብቲ ውሽጢ ክላስ ምስ ረኣዮ ክሃርሞ ይጅምር ሽዑ ኣፍቃሪቱ ንኡ ድማ ኣፍቃሪኣ ኣብ ቅድሚኣ ክህረም ከሎ ደስ ስለ ዘይበላ ግደፍ ኢላ ትደፍኦ ሲኮ ግን ተመሊሱ ንዓኣ ክሃርማ ይጅምር ው ድማ ግደፍ ንዓ ኣይትህረማ እንዳበለ ይልምኖ ሲኮ ግን ክሰምዖ ኣይከኣለን ው ድማ ዓቕሉ ስለ ዝተወደኦ ፒሮ ገይሩ ዓይኑ የፍስሶ ድሕሪኡ ንኡ ኣብ ቤት ፍርዲ ቀሪቡ ኢና ንሪኦ በቲ ዝገበሮ ግብሪ ተፈሪድዎ ቤት ማሕቡስ ይኣቱ። ኣብቲ መጀመርያ ቤት ማእሰርቲ ዝኣተወሉ ዕድል ገይሩ ጥዑያት ኣዕሩኽ ይረክብ። ምስኦም ኮፍ ኢሉ እንዳዕለለ ከሎ ድማ ኣብዚ ቤት ማእሰርቲ ካብዞም ሰለስተ ሰባት እዚኦም ተጠንቀቕ ይብልዎ። ቀዳማይ ካብዚ ገጅፍ ወዲ፣ ካልኣይ ካብዚ ርጉም ሓጺር ቆልዓ፣ እቲ መበል ሳልሳይ ድማ ኣብ መጀመርያ ናይዛ ፊልም ዝረኣናዮ፣ ኣዲኡን ሓፍቱን ዝሞትኦ ሂዩን ዝተባህለ መንእሰይ እዩ ነይሩ። ንሱ እውን ድሕሪ እቲ ሰብ ቀቲልካ ኢሉ ዝፍረድ ኣብዚ ቤት ማእሰርቲ እዩ ተኣሲሩ ነይሩ። ሽዑ ካብ ዕለታት ሓደ መዓልቲ እቶም እሱራት ኩዕሶ እንዳተጻወቱ ከለዉ ክልተ ሰብ ስለ ዝጎደልዎም ንውን ንዓርኩን ብሓይሊ የእትውዎም። ኣትዮም እንዳተጻወቱ ከለዉ ድማ ውኡ ተገቲሩ ምስ ረኣይዎ ይቋየቕዎ። ንሱ ድማ ብስንባደ ከምቲ ንሶም ዝበልዎ ንኽገብር ነታ ኩዕሶ ይቐልዕ ኣለኹ ኢሉ ነቲ ገጅፍ ወዲ ብኸቢድ ይሓብሶ። ንሳቶም ድማ ሓሪቖም ንኡ እንዳጎተቱ ናብ ሰብ ዘይብሉ ቦታ ይወስድዎ። ጎቲቶሞ እንዳኸዱ ከለዉ ድማ ኣብ መገዲ ምስ ሂዩን ይራኸቡ። ኡኡ ድማ ንሂዩን ምስ ረኣየ ካብቶም ዓዋሉ ንኽሕግዞን ንኸድሕኖን ይልምኖ። ሽዑ ሂዩን ኡኡ ስለ ዘሕዘኖ ግደፍዎ ይብሎም። እቲ ገጅፍ ወዲ ድማ ካብ ወላ ሓደ ትእዛዝ ተቐቢለ ኣይፈልጥን እየ ኢልዎ። ንሂዩን ንኸሃርሞ ብዝተኻእሎ መጠን ይፍትን። ሂዩን ግን ገጽ ከማን ኣየርኣዮን። ብሓንቲ ካሶ ተሃሪሙ መሬት የትሕዞ። ውኡ ድማ ዋላ እኳ ሎማዓንቲ ናጻ ተወጸ፣ እቶም ዓዋሉ ግን መዓልታዊ ይከታተልዎ ነበሩ። ናቶም ከይኣኽሎ ድማ ሓደ መዓልቲ ዝደለየካ ሰብ ኣሎ ተባሂሉ ይኸይድ። ንውኡ ደልዩ ዝመጸ ዓይኑ ዝፈሰሰ ሲኮ እዩ ነይሩ። ፍርድኻ ወዲእኻ ክሳብ ትወጽእ፣ ብሃንቀውታ እየ ዝጽበየካ ዘለኹ። ልክዕ ዝወጻኻሉ መዓልቲ ናብ መቓብርካ ከፋንወኪ እብሎ። ዉኡ ድማ እንዳበኸየ ይቕሬታ ዋላኳ ተሓተቶ፣ ሲኮ ግን ክሰምዖ ኣይደለየን። መዓልታት ብዝወሰኹዎ ቁጽሪ ስቓይ ናይ ዉዉ እንዳገደደ እዩ ዝመጽእ ዘሎ። ብደገ እዚ ሓደ የፈራርሖ ብዉሽጢ ድማ እዚ ኣቶም። ሓደ መዓልቲ ዉኡ ንዩሁን ስፖርት እንዳሰርሐ ከሎ ይርእዮ እሞ ንኸሰልጥኖ ይልምኖ። ህዩ ግን ኣየሰልጥነካን ኢሉ ገዲፍዎ ይኸይድ። ኣብ ቀጻሊ መዓልቲ እውን መጺኡ ይልምኖ። ኣታ ሰብ ካብ ዓይነይ ኪድ ኢሉ ይሰጎ። እኡ ግን ተስፋ ከይቆረጸ እናተመላለሰ ይልምኖ። ምስ ማንም ንኽበኣስ ሕነይ ንኽፈዲ ደልየ ዘይኮንኩ፣ ገዛእ ርእሰይ ንምሕላውን ሰለማዊ ህይወት ንኽመርሕን ደልየ እየ ኢሉ ይሓቶ። ኣብ መወዳእታ ግን ስለ ዘሕዘኖ ስልጠናኻ ጽባሕ ክትጅምር ኢኻ ይብሎ። ንጽባሒቱ ልምምዱ ይጅምር። እንተኾነ ግን ከምቲ ዝሓሰቦ ቀሊል ኣይጸንሖን። ናተይ ተምሃራይ ክትከውን ተደሊኻ እንተ ወሓደ ንዓይ ብጉያ ክትስዕረኒ ኣለካ እንዳበለ ሳንቡኡ ብኣፉ ክትወጽእ ክሳብ ትደሊ ምስኡ የጉዮ። እዚ ስልጠና ካብ ዓቕሙ ንላዕሊ ዋላ እኳ ተኾኖ እቲ ገጅፍ ኣብቲ ቤት ማእሰርቲ ዘሎን ኣብ ደገ ዝጽበዮ ዘሎ ሲኮን እንዳሓሰበ ብዝተኻእለ መጠን ኣስናኑ ነኺሱ ልምምዱ ይቕጽል። ንጽባሒቱ እውን ሓይሊ ወዲኡ ክሳብ ዝወድቕ ስልጣኑ ይፍትን። እንተኾነ ግን ኣብቲ ቀጻሊ መዓልቲ ንህዩን ናይቲ ቤት ማእሰርቲ ኣመሓዳሪ ይጽውዖ። ህዩን ድማ ናብኡ ምስ ከደ እቲ ኣመሓዳሪ ንህዩን ኣዝዩ ስነ ስርዓት ዘለዎ እሱር ስለ ዝኾነ ናብ ዝሓሸ ክፍሊ ከም ዝቐየርዎ ይነግሮ። ህዩ ድማ እው ምስኡ ንክኸውን የፍቅዶም እሞ ፍቓድ ምስ ሃብዎ ክልቲኦም ኣብ ሓደ ክፍሊ ይኾኑ። ገና ኣብ መጀመርያ ምእታዉ ህዩ ንው ፑሽኣፕ ንኽሰርሕ ይእዘዞ። ኣብ መጀመርያ እኳ ፑሽኣፕ ዋላ ምግባር ኣብይዎ እዩ። ደሓር ግን መዓልታት እንዳሓለፉ ምስ መጹ ዉኡ ኣብ ኩሉ ነገር እንዳተመሓየሸ ይመጽእ። ፑልኣፕ፣ ቦክሲንግ፣ ናይ ኣተሃራርማ ጥበባት ብግቡእ እንዳተምሃረ ይመጽእ። ቅድሚ ሕጂ ካብ ዝነበረ ኣመጋግብኡ ዉን እንዳመሓየሸ ይመጽእ። ድሕሪ ዉሑዳት ሰሙናት ጽቡቕ ለዉጥታት ከርኢ ይጅምር። ንሂዩን ከይተረፈ ከገርሞ ይጅምር። ዋላ መጽሓፍ እንዳንበበ ልምምዱ ግን ኣየቋርጽን እዩ። ሽዑ ሓደ መዓልቲ ዓርኩ ንዉ መጺኡ ሕማቕ ዜና ይነግሮ። ንህዩ ናብ ካልእ ቤት ማእሰርቲ ከግዕዝዎ ምዃኖም ይነግሮ። ዉኡ በቲ ዝሰምዖ ዘረባ ሓሳቡ ክመቓቐል ይጅምር። በዚ ምኽንያት እዚ ድማ ልምምዱ ጥዕይ ጌሩ ክገብር ኣይከኣለን። ነቲ ነገር ከም ዝሰምዖ ድማ ንህዩ ይነግሮ። ህዩ ድማ ካብ ሎሚ ኣነ ይሃሉ ኣይሃሉ ንዓኻ ጥቕሚ የብለይን፣ ኩሉ ነገር ባዕልኻ ክትገብሮ ትኽእል ኢኻ ኢልዎ ይኸይድ። እዚ ነገር እዚ ድማ ንውብ ብጣዕሚ የተባብዖ። ውብ ጠጠው ኢሉ ከሎ እቶም ዓዋሉ ንዓርኩ ሒዞሞ ከይዶም ክሃርምዎ ከለዉ ይሪኦም እሞ ክሕግዞ ኢሉ ናብኡ ከይዱ ምስኦም ተባኢሱ ንዓርኩ የድሕኖ። ኣብ ቀፃሊ መዓልቲ እቲ ገጅፍ ሓላፊኦም ውብ ዝገበሮ ምስ ሰምዐ ናብቲ ዘለዎ ቦታ ንውብ ይፅውዖ። ውብ ድማ ነቲ ዝገበሮ ነገር ይቕሬታ ይሓትት። እቲ ሓላፊኦም ግን ክሰምዖ ኣይደለየን። ከምቲ ቀደሙ ክሃርሞ ይጅምር እው ድማ ዓቕሉ ስለ ዝወደኣ ክበኣስ ይጅምሩ እቲ ገጅፍ መጀመርያ ንእሽተ ይብርትዖ ሽዑ ግን ከም ብሓድሽ ተንሲኡ ዘለዎ ምሉእ ሓይሉ ተጠቒሙ ሃሪሙ የውድቖ ምስ ወደቐ እውን ኣብ ልዕሊኡ ደይቡ ብቦክሲ ደጋጊሙ ይሃርሞ ኣብ መንጎ ግን ህዩ መፅኡ ብኢዱ ይሕዞ እው ድማ የቋርፅ ሲኮ ድማ ኣብ ደገ ፅርግያ እንዳተሳገረ ኮሎ ሓደ በዓል መኪና ብክላክ ይርብሾ እሞ እታ መኪና ጠጠው ክሳብ ትብል ተጸብዩ ንኽልቲኦም ኣብቲ መኪና ጸንሑ ይቕጥቅጦም። ኣብ ከምዚ ኩነታት ተሓላፊኦም ይሪኦሞ ድፍረቱን ብቕዓቱን ኣገሪሙዎ ሓደ ኣባል ጋንታ ይኩንሞ ከሰልጥነካ ይብሎ። ሽዑ ክልቲኦም ብሓንሳብ ክሰርሑ ይጅምሩ። ኣብቲ ቤት ማእሰርቲ ድማ እው ጽቡቕ ለውጥታት እንዳምጽእ እንዳሓየለ እዩ መጺኡ። ምስ ኣሰልጣኒኡ ከማን ጽቡቕ ክበኣስ ጀሚሩ። ግን ኩሉ ግዜ ንልምምድ ክበኣሱ ከለዉ ይስዓር እዩ ነይሩ ሎሚ ግን ንሰልጣኒኡ ስለ ዝስዓረ ኣሰልጣኒኡ ኣዝዩ ከም ዝኾርዓሉን ናይ ልምምዱ መወዳእታ መዓልቲ ምዃኑን ይነግሮ ከምኡ እውን ናዩ ናብ ካልእ ቤት ማእሰርቲ ዝሰጋገረሉ መዓልቲ ይኣክል እሞ ብሓዘን ይፈላለዩ ው ንውሑዳት ሰሙናት ክርስዖ ኣይከኣልን ህዩም ቤት ማእሰርቲ ከም ዝቐየረ ዝፈለጠት ሓፂር ዕዋላ ድማ ነቲ ኣጋጣሚ ብምጥቃም ንውኡ ክበኣሶ ከም ዝደሊ ይነግሮ። ውኡ ድማ በዚ ዘቕርበልካ ሓሳብ እንተ ተሰማሚዕኻ ክንበኣስ ንኽእል ኢና እብሎ። እቲ ሓጺር ወዲ ድማ እንታይ ሓሳብ ኢኻ ከተቕርብ ደሊኻ እብሎ። ውኡ ድማ ኣነ እንተ ስዒረ ካብ ዝበኣስሲ ካብ ሎሚ ንደሓር ኣብዚ ቤት ማእሰርቲ ንወላ ሓደ ኣይትድንድንን ኢኻ እብሎ። በቲ ሓሳቡ ተሰማሚዖም መዓልቲ ቆሪጾም እፈላለዩ። እታ መዓልቲ ምስ ኣኸለት ድማ ንዎ ኩሎም ተኣኪቦም ኣብቲ ናይ መባኣሲ ቦታ ይጽበይዎ። እንተኾነ ግን ክሳብ ሕጂ ኣይመጽን ዘሎ። ሰብ ደሊካ ኣሎ ተባሂሉ ተጸዊዑ እዩ ከይዱ ነይሩ። ክሓቶ ዝመጸ ድማ ሲኮ እዩ ነይሩ። ሕጂ ኣብቲ ከተማ ዝፍራሕ ጋንታ ኣትዩ ሓላፊ ከም ዝኾነ ክነግሮ እዩ መጺኡ። ከምኡ ድማ ሕጂ እውን እንተኾነ እታ ዝወጸላ መዓልቲ ብሃንቀውታ ይጽበያ ምህላዉ ነጊርዎ ይኸይድ። ው ናብቲ ዝተቋጸሮ ናይ ባእሲ ቦታ ይኸይድ። ኣብ መጀመርያ እቲ ሓጺር ቆልዓ ኣዝዩ ንጡፍ ስለ ዝነበረ ንእሽተይ ኣሸጊርዎ ነይሩ። ተመሊሱ ከጥቅዕ እውን ኣይከኣለን። መምህሩ ብዝመሃሮ መሰረት ክበኣስ ምስ ጀመረ መሊሱ ከጥቅዕ ይጅምር። እቲ ሓጺር ወዲ ግን ቀሊል ኣይነበረን። ድሕሪ ንውሕ ዝበለ ባእሲ ክልቲኦም ይጉድኡ። ኣብ መወዳእታ ግን ብክሳዱ ሓኒቑ ኣስጢሙ ይሕዞ። ኣብዚ ሰዓት እዚ ፖላይስ መጺኦም የፈላልይዎም። እንተኾነ ግን ው ስዒሩ እዩ። በቲ ዝተሰማምዕዎ መሰረት ድማ እቲ ሓጺር ወዲ ንእሱራት ምድንዳን ይገድፎ። ንሱ ጥራይ ከይኣክል ኣዕሩኽ ኮይኖም ብሓንሳብ ክውዕሉ ይጅምሩ። ከም ዘይሓልፍ የለን። ው ፍርዱ ወዲኡ ነጻ ዝወጸሉ ዕለት ይመጽእ። ቅድሚ ምውጽኡ ግን ናብቲ መላመዲኡ ዝነበረ ቦታ ከይዱ እንዳተዛወረ ዘሕለፎ ኩሉ ይዝክር። ካብቲ ቤት ማእሰርቲ ምስ ወጸ ድማ ሲኮ ከም ቃሉ ኣብቲ ኣፍ ደገ ይጸንሖ። ወላ ሓደ ነገር ከይተዘራረቡ ኣብቲ ከባቢ ናብ ዝርከብ ሜዳ ከይዶም ክበኣሱ ይጅምሩ። ክልቲኦም ጽቡቕ እዮም ዝበኣሱ ዘለዉ። እንተኾነ ግን ሲኮ ናይ ነዊሕ ዓመት ናይ ባእሲ ልምዲ ስለ ዘለዎ ንኡ ክሃስዮ ይጅምር። ኡኡ ግን ዋላ ተተሃርመ ብቐሊሉ ተስፋ ክቖርጽ ዘይሕሰብ ነገር እዩ። ዓሰርተ ግዜ የውድቖ ዓሰርተ ግዜ እንዳተሰኤ ይበኣሶ። ኣብ ከምዚ ኩነታት ኣዝዩ ተሃስዩ ከሎ ን ዝነበሮ ጥበብ ናይ ባእሲ ክዝክር ይጅምር። ሽዑ ከም ብሓድሽ ተሲኡ ኣእዳዉ እንዳ ዞረ ከበድቲ ቦክሲ ክሃርሞ ይጅምር። ሲኮ ድማ ንናይ ዉ ቦክስታት ክጻወሮ ስለ ዘይከኣለ ኣብ መሬት ተዘርጊሑ ምትሳእ ይስእን። ዉ ድማ ከም ዝሰዓረ ምስ ኣራጋገጸ ንሲኮ ኣብቲ መሬት ገዲፍዎ ይኸይድ። ኣብቲ መወዳእታ ናይታ ፊልም፣ ዉ ናብቲ ህዩ ተኣሲርሉ ዘሎ ቤት ማእሰርቲ ከይዱ ይበጽሖ። ህዩ ብተምሃሪኡ ኣዝዩ እዩ ኮሪዑ። ሽዑ ክልቲኦም እንዳዕለሉን ዋዛ ተዛሪቦም እንዳሰሓቑን ኣብኡ ትውድእ። እዛ ቪድዮ ተፈቲኹማ ላይክ ምግባር ኣይትረስዑ። ከምኡ ድማ ናይ ወትሩ ተኸታተልቲ ናይዛ ቻነል ንምዃን ሳብስክራይብ።